ትብጻሕ ናብ ደለይቲ ፍትሒ ደቂ ሃገረይ። ከምቲ ናቶም ትኽፋእ ትጸብቕ ትማዱ ትገምጁ ናትና ንብላ ነፍቅራን ነኽብራን ካብ ኣእምሮናን ልብናን ርሒቓ ዘይትፈልጥ መድሓንትና ዝተቐብረላ ዓዲ ኣላትና ብናፍቖት ምኽኽ ንብለሎም በዛ ኣዒንትና ነጢሮም ክሳብ ዝወፁ ንፍቕፍቕ ነብሎም ወለዲ እውን ኣለውና

ንኹሉ ሕራይ እሺ እናበልና ኣብ ዓድና መሬት ገዚእና ሰላማዊ ህይወት ክንመርሕ ወይ ድማ ከም ቃሕታና ተመላሊስና እንቕመጦ ስፍራ ከነዳሉ ምኸኣልና። ንሕና ግን ቃኤላት ኣይኮናን። ደም ሓውና ሰማይ እናጠረዐ ንሕና ዶ ሓለውቲ ኣቤላት ኢና ቢልና ግትር ንምልስ። ደም ሓው ቅጭጭ ዘይብለና ክንኸውን ውሽጥና ኣየኽእለናን። ክልተኻ ሚእቲ ከፊልና ዓድና ምእታው ኣዒንትና ኣዕዊርና ሃገርና ጽቡቅ ኣላ ማዕረ ዓለማት ተሰሪዓ ኣላ ዕምሩ የንውሓዮ እሾኽ ኣይውግኣዮ ቢልካ ምዝማር ኣይጠፋኣናን ከምዚ ምባል ወዲ መሬት ዘስሚ ጎረቤተይ እሱር ቅድም ይፈታሕ ሓውተይ እከሊት ፈለማ ጉባኣ ትርከብ ምሙጋት ከም ከዳዕ ዘሩቃሕ እንተ ደኣ ኮይኑ ውሽጥና ዝኣምነሉ ዋላ ቁንጣሮ ሰባት ይስዓብዋ ሰብ ሕልና ዝመላለስዋ ቀጣም መንገዲ ንመርጽ ኣነን ኣሕዋተይን ነዚኣ መረጽና ህዝቢ እንታይ ጉዳይ ኣለካ ካብ ፍትሒ ዝዓቢ ኣታ ወዲ ህዝቢ እንታይ ጉዳይ ኣለካ ካብ ሓቂ ዝዓቢ ኣታ ወዲ ህዝቢ እንታይ ጉዳይ ኣለካ ካብ ህዝቢ ዝዓቢ እንታይ ጉዳይ ኣለካ ኣብዚ ዝዓቢ ታይ ጉዳይ ኣለካ ሃገሩ ዝዓቢ ሓቂ ሒዝና ክሳብ በቲ ዘራዩ ክንኾኖ ኣብ ክንድኡ ዝተማጎትናሉ ዓጽመ ስጋና ተጸሪፍና ኣይናትናን ኢኹም ተባሂልና ናቱ ምዃንና ካብ ነረድኦ ግን ካብቲ ንዓመታት ዝተሓብኦ እሞ ኣዝዩ ለሚድዎ ዘሎ ጸልማት ማዓሙቕ ከነውጽኦ ነቒልና ስኢንዋ ዘሎ መሰምጻናሉ ንፋስ ሓርነቱ ምስ ኣስተማቐረ፣ ናጻነት ሕርሕራይ ገቢራ ኣብ ልቡ ምስ ጣጠሐት ግን፣ ናይ ሓጎስ ንብዓት፣ ናይ ደስደስ ሰሓቑ ተፈርሽሑ ክምርቐና'ዩ። ስለዚ ብሎሚ ኣይንሕዘሉን ኣይንደሃለሉን ውን።
እንታየ ሰሚዐ ኣስደሚሙኒ መራሚረዮ ምፍታሕ ኣቢኒ።

ዖቂበናና ዘለዋ ሃገራት ካብ ሃገርና ዘይረኸብናዮ ፍትሒ ሂበን ከም ወዲ ዜገኣን ርእየን መሰልና እናሓለዋ የንብራና ኣለዋ። ንሕና ስለ ዝጠዓመና ግን ዘይጠዓሞ ህዝቢ ኣይንርስዕን። ነብሰ ፍትወት ጠቓን ኣይተቐርብን። ሞሳ ነቲ ሕልንኡ ዘይሸጠ ንዓይ ጠዓመኒ ወጊድ ኢሉ ቃንዝኡ ዘኒኑ ቃንዛ ህዝቢ ከሕዊ ዝቃለስ ዘሎ ወዲ ሃገረይ ደላይ ፈትሒ ጸሓፊ ሜሮን ሃብተማርያም ተራኺ ዮናስ ሃይለ ሊላዬ

ፃውዒት ኤሪፒኤም ንምሕጋዝ ኣብ ቅነ ልደት ሓድሽ ዓመት እንክመፅእ ድርብ በዓል እዩ ንዝኾነ ሰብ ኣመንቲ ክርስትያን ልደተ ክርስቶስ ተስፋ ፍቕሪ ድሕሪ ጉዕዞ ዕረፍቲ ድሕሪ ቓልሲ ዓወት ድሕሪ ሞት ትንሳኤ ከም ዘሎ ፈጣር ዝሃበና ክንህብ እቲ ለጋስ ድማ ዝያዳ በረከት ከም ዝረክብ ኣሚኑ ህያብ ይለዋወጥ በቲ ካልእ ወገን ድማ ሓደ ዘመን ተዛዚሙ ሓድሽ ዘመን ዝኣትወሉ ዘመድ ፈታዊ ህያብ ብምልውዋጥ ዘመን ራህዋ ጥዕና ፍስሃ ክኸውን ይምነ። ብሰሪ ውሑዳት ጉጅለ ህግደፍ ሃገር ብሃገሩ ኣብ ናይ ሓበሬታ ጸላም ጌርዎ በታ እንኮ ፕሮፖጋንዳ ልሳኑ ድምጺ ሓፋሽ ህዝቢ ከደንቁር ፈቲኑ ግና ኤሪፒኤም ልሳን ውጽዓት ኮይና ዓፈናን ጸለመን ሰጊራ ከየባተኸት ነፍሲ ወከፍ ቤት እንዳዃሕኩሐት ሓቀኛ ሓበሬታ ትምግብ ኣላ። ትካል ኤሪፒኤም ከም ናይ ህዝቢ ማዕከን ዜና ከም ወትሩ ደገፍኩም ትሓትት ኣላ። እቲ እትህብዎ ደገፍ ብስም ተፍቅርዎ ወይ ክትዝክርዎ እትደልዩ እትደልያ ቃልኩም ቃል ሓድሽ ዓመት ድማ ብስምኩም ብኤሪፒኤም መስኮት ቴሌቪዥን ክቃላሕ ትደልይዎ ወይ ድማ ትደልይኦ መልእኽቲ ብኢሜይል ኢንፎ ኣት ኤሪፒኤም ዳት ኮም ብዋትሳፕ ባዶ ባዶ ኣርብዓን ሽዱሽተን ሸውዓተ ሚእትን ቴስዓን ዓሰርተ ሓሙሽተ ሰላሳን ሽዱሽተን ሰላሳን ሓሙሽተን ክትሰዱልና ከም እትኽእሉ ንሕብር ሓንቲ እከይ ልሳን ልቢ ትሰብር ሓንቲ ሰናይ ቃል ድማ ልቢ ትጽግን እያ እሞ ኤሪፒኤም ከየባተኸት ልሳን ውጽዓት ኮይና ስራሕ ናብ እንኮ ጸላኢ ህዝቢ ኤርትራ ጉጅለ ህግደፍ ኣድሂባ ድምጽኹም ወይ ድማ ድምጽኽን ድምጺ ውጽዓት ክትከውን ኣብ ታሕቲ ዘሎ ናይ ዶነር ቦክስ ብምእታው ዓቕምኹም ወይ ድማ ዓቕምኽን ዘፍቅዶ ብምግባር ሕልናኹም ወይ ድማ ሕልናኽን ከተዕርፉ ኤሪፒኤም ድማ ዕማማ ክትገብር ይጽውዕ። ካብ መሰጋገሪ ሽማግለ ኤሪፒኤም ሰላም ኣብ ኩሉ ኩርናዓት ዓለም ዘለኹም ኤርትራውያን እዚ ኣዝዩ ኣገዳሲ መልእኽቲ ኣብ ኩሉ ክበጽሕ እጃምኩም ከተበርክቱ ንጽውዕ። ጉዳይ ብዲኤንኤ ጌርካ ግዳያት ላምፔዱዛ ንምልላይ ኣብዚ ሰዓት ካብቶም ሰለስተ ሚእትን ሱሳን ሸሞንተን ግዳያት ላምፔዱዛ እቶም ከባቢ ሰብዓ ዝኾኑ ጥራይ እዮም ብዲኤንኤ መንነቶም ተረጋጊጹ ዘሎ። እቶም ዝተረፉ ከባቢ ሰለስተ ሚእቲ ዝኾኑ ድማ ሬሳታቶም ብመንገዲ ዲኤንኤ ክረጋገጽ ስለ ዘይከኣለ ኣብ ሓሙሽተ ቦታታት ፋሕ ኢሎም ብቑጽሪ ይጽውዑ ኣለዉ። እዚ ማለት ድማ እቶም ንጹሃት ግዳያት ሰብኣውነቶም ተመንጢሎም ናብ ቁጽሪ ተቐይሮም ኣለዉ ማለት እዩ። ስለዚ ነዚ ጉዳይ ንምፍታሕ ስድራቤት ግዳያት ኣብ ዝሃለኹም ሃሊኹም ናይ ዲኤንኤ መስርሕ ብምግባር ነዚ ተሪፉ ዘሎ ሬሳታት ኣብ ምልላይ ክትሳተፉ ንጽውዕ ኣለና። ብዙሓት ብኸመይ ዝብል ሕቶ ክህልወኩም ስለ ዝኽእል እዚ ዝስዕብ መብርሂ ንህበኩም። ቀዳማይ፣ ኣብ ዝኾነ ሃገር ዋላ ውን ኣብ ኣፍሪቃ ማለት ኢትዮጵያ ዩጋንዳ ኬንያ ይኹን ካልኦት ሃገራት ኮንኩም ናይ DNA መስርሕ ክትገብሩ ትኽእል ኢኹም ካልኣይ ኣብ ሃገራት ምዕራብ ዘለኹም ብዝቐለለ መንገዲ ክትገብሩ ትኽእሉ ኢኹም ሳልሳይ ናይ DNA መርመራ ንምግባር ዝኾነ ይኹን ዝኽፈል ገንዘብ የለን ኩሉ ብነፃ እዩ ኣብ ዝሃለኹም ሃሊኹም ራብዓይ፣ DNA ክትገብሩ ትደልዩ በዚ ኣብ ታሕቲ ዘሎ ሓበሬታ ብመንገዲ ዋትሳብ ቴክስት ብምግባር ክትረኽቡና ትኸእሉ ኢኹም ከምኡ እውን ኢመይል ብምግባር። ሓምሻይ፣ ብተወሳኺ ኣብዚ ታሕቲ ዘሎ ጉግል ፎርም ሓበሬታኹም ብምግባር ክትረኽቡና ትኸእሉ ኢኹም። እዚ ናይ ዲኤንኤ መስርሕ ሬሳታት ኣብ ምልላይ ጥራይ ዘይኮነ ንስድራ ቤታት ሓዘነን ንኽዓጽዋ እውን ዝሕግዝ እዩ። ስለዝኾነ ኩልና እእጃምና ነበርክት። ሕጂ ግን ሕጂ ግን ሕጂ ግን ይኣክል ንብዓትና ቃንዛና።